መዓዝ እዩ ክልቢ መዓዝ እዩ ከስተውዕል ማለት ዝናገሮ ዘሎ ቃላት ሲ ሕማቕ ምዃኑ ሲ ክርድኦ ዶ ይኸውን? ሰላም ሰላም ሽኮሬናታት ከመይ ኣለኹም? ሰላም ዲኹም? ኣነ ሰላም እየ እግዚኣብሔር ይመስገን። ንስኻትኩምለ ኣብ ዘለኹምዎ ሰላምኩም ብዝሕ ትርፍ የለለይ እንዳበልኩ ለማሓንቲ ድማ ብሓድሽ ቪድዮ መፅኤኩም ኣለኹ ነዛ ቪድዮ ክትጅምሩ ከለኹም ላይክ ብምግባር ጀምሩ ኢኹም ሓደሽቲ ዝኾንኩም ድማ ሰብስክራይብ እንዳገበርኩም ቤተሰብ ኩኑ ማለት እዩ። ቤተሰብ ዝኾንኩም ድማ ላይክ ሸር እንዳገበርኩም ዓበት ኣበረታትዑኒ ስለ ተበረታትዑኒ ድማ ብጣዕሚ ብጣዕሚ እየ ዘመስግን እግዚኣብሔር ኣምላኽ የኽብረለይ ምብርትታዕኹም ኣይፈለየኒ ክብል ይደሊ ማለት እዩ ለማዓንቲ ዝመፃኹሉ ብዛዕባ ቲትና ኣባዲ እየ መፅኤኩም ዘለኹ ማለት እዩ ክሳብ መጨረሻ ሓቢርኩም ሳይ ከም ፅንሕ ድማ ተስፋ ይገብር ማለት እዩ እምበኣር ካብ ዝሓለፈ ቲቲ ጥንሲ ምእማን ኣብይዋ ማለት ብጣዕሚ እንዳተጨናነቐት ብጣዕሚ እንዳተረበሸት ኣብ ጭንቂ ነይራ እና ኩሉ ነገር ክሓልፍ እዩ ስለምንታይ ከምዚ ትኾኒ ኢሉ ዳኒ ድማ እንዳበረታትዓ ርኢና ኔርና። ኣነ ኣነ ከምዚ ዘይኮንኩስ ደኣ መን ክኸውን ብጣዕሚ እኮ እዩ ሕማቕ ነገር በፂሑኒ ብጣዕሚ እኮ እዩ ከቢድ ነገር በፂሑኒ ንዓይ ዝበፅሐሲ ንኹሉ ይበፅሖ በርገፅ ይበፅሕ ይኾን እዩ ወዲ ይኹን ጓል ይኹን ክበፅሖም ይኽእሉ ግን ከዓ ብጣዕሚ ከቢድ እዩ ኢላ እንዳተጨናነቐት ነይራ ካብኡ ድማ ብጣዕሚ ብቲ ሓደ ወሰን ደስ ልብል ብቲ ሓደ ወሰን ከዓነ ዘሕዝን ነይሩ ናይ ትማሊ ኩነታት ከዓነ ምስ ዳኒ ኣብ ዝሰርሐቶ ኣጆኺ ኣነ ኣለኹ ኣብ ጎንኺ ምንም ነገር ኣይትኾኒ በቃ መሲ ክትጭነቐስ የብልኽን ኢሉ እንዳ ኣበረታትዓ ነይሩና ብጣዕሚ እንዳመስገነቶ ኣብ ጎኒ ስለ ዘለኻ እግዚኣብሔር መስገን ብጣዕሚ እየ ዘመስግነካ ኢላቶ ካብኡ ለቤተሰበይ ኣብ ጎኒ ኮይኖም ኣጆኽና በሉ ዘበረታትዕኒ ብጣዕሚ እየ ዘመስግን እንዳበለት ነይራ ማለት እዩ ብሓቂ ኣብ ችግርካ ግዜ ኣብ ጎንኻ ኮይኑ ሰብ ኣጆኺ ክብለካ ዝኽእል ሰብ ምርካብ ትዕድልቲ እዩ ብእውነት ሓደ ሰብሲ ኣብ ደስታኻ ኣብ ሓጎስካ ምሳኻ ይጸንሕ እሞ ዝኾነ ነገር ችግር ከጋጥመካ ከሎ ካባኻ እዩ ዝርሕቕ ሓደ ሓደ ሰባት ክኸዓነ ዋላ ችግር ይግጠምካ ዋላ ምን ይግጠምካሲ ኣብ ጎንኻ ኮይኖም ካብቲ ዘለኻዮ ፀገም ካብቲ ዝወደቀዮ የፀናንዑኻ ኣጆኻ ናበሉ የበረታትዑኻና ትዕድልቲ እዩ ቤተሰብ ከምዚ ንዝሓዘነ ሰብ ምፅንዕና ከዓ ነሲ ብእውነት ንዝሓዘነ ዘፅናዕንዕሲ ብፁዓን እዮም ይብል እግዚኣብሔር ኣምላኽ ማለት እዩ። እና ንዝሓዘነ ሰብ ኣጆኹ ኢልካ ምጽንናዕ ንባዕልኻ እዩ ጥቕሙ ንባዕልኻ እዩ ቤተሰብ እና ዕዳን እውን እዚ ተግባር እዚ ገይሩ ብጣዕሚ እዩ ደስ ዝብል ኣብኡለ ኣብኡ እናሃለ እንዲያውሲ ናይ መንፈሳዊ እንዳጠቐሰ እዩ ዘጽናዕናዕ ነይሩ ሓደ ሰብ ፈተና ክበፅሖ ከሎ እግዚኣብሔር ኣምላክ ስለዝፈትዎ እግዚኣብሔር ኣምላክ ስለዝደልዮ እዩ ፈተና ዝበፅሐሉ ንዝፈትዎ እዩ እግዚኣብሔር ኣምላክ ዝፍትኖ እዩ ዝበሃል እና ጠንካራ ከም ኣቦና ቅዱስ እዮብ ኮይንኺ ክትርከብ ኣለኪ ኢሉ እንዳባራትዓ ነይሩ ማለት እዩ ኣብኡ ንሃሎ ቃል እግዚኣብሔር ማለት እንዳመሓላለፈልና እዩ ብጣዕሚ ደስ ዝብል ቤተሰብ ኣቡነ ሃለሰ ዓብዪ ትምህርቲ እናመሃረና እዩ። ብርግፅ ዝኾነ ይኹን ፈተና ክበፅሓና ከሎስ ክነመስግን ደኣ እምበር ክነማርር ከም ዘይብልና ማለት እንተማሪርናሲ ከም ዝገደና እዩ። ብርግፅ እዩ ሓቂ እዩ ኣቦነት ኣብ ህይወትካሲ ክተመስግን ከለኻ እቲ ሕማቕ በፂሕካ ነብራ እናቐለለካ እዩ ዝኸይድ ክተማረር ከለካ ከዓ ናገደደ ናገደደ እዩ ዝኸይድ ማለት እዩ እና ናይ ትማሊ ድማ ኣባዲ እውን ረኺብዋ ነይሩ ከረዳድኦም ሓሲቡ ነይሩ ይመስለኒ ግን ዝርዳእ ኣይኮነ እዩ ዝቆልዓ ብጣዕሚ እዩ ማለት እንድዕ ቤተሰብ ዝርዳእ ይመስል እዩ

ንብጻይ እዚ ዝኾነ ነገር ክም እናኸለሲ ንባዕሉ ክም ዝበጽሕስ ይፈልጥ ዶ ይኸውን? ንሱ ንዑ ንቲቲ ከምዚ ይምነየላ ኣሎ ግን ከዓነ ዘጋጥሞ ንባዕሉ ክኾን ይኽእል እዩ ጻሕኑ እንኮ ንምንታይ ንሱ ቅርሺ ኣሚኑ እዩ ቅርሺ ኣሚኑ እዚ ኩሉ ጠፋሕፋሕፋሕ ዘሎ ግን ከቕርሺ ዘምጽእ ዝኸልእሲ እግዚኣብሔር ምዃንስ ይፈልጥ ዶ? ኩሉ ሰብ ኢድ እግዚኣብሔር ምዃንስ ይፈልጥ ዶ ይኸውን? ንምንታይ ቅርሺ ከዓ ስሪሕካ ካቶም ፀበይ ንሱ ሰሪሖ ኣየብፀካ ቤተሰብ ማለት እዩ እና ቅርሺ ከዓ ክጠፍእ ይኽእል እዩ ክጠፍእ ለይኽእል ኣብ ኢድ እግዚኣብሔር እተቐምጦ ነገር ብቻ እዩ እምበር ኣብ ኢድ ሰብ ዘሎ ናይ ጊዜ ጉዳይ እዩ ንጽሓንጎ እንታይ ከም ዝገጥሞ ዘይፈለጣስቲ በቃ ደይ ከምዛ ዝብላዩ ጨኒቕዎ ማለት እዩ ነረ ቃላትካ ኣደብ ግበረሉ ብቻኻ ኣባሪ ትበሃል ማለት እዩ ቃላትካ ሲ ኣደብ ግበረሉ ስድራ ኣኸደ የለውን እዮም ናይቲ እትወለዲ ሲ ተኮይኖም ዘየጠንቀዎ ከምዚ ኢሉ ቃላት ክናገር ከሎሲ ነውሪ ኢሎም ክጠንቀቕዎ ይግባእ ብእውነት ዋ ድሓን እቲ ምስራሕ ይስራሕ እኮ ግን እቲ ቃላት ስኒ ምንታይ ከምዚ ዓይነት ቃላት ልጥቀም ካብ ልጠነስ ክጠኒስኪ ናተይ ውላድ ኮይኑ ዲኤንኤን ምርመራ ኣምፅለይ ንወርሒ ክልተ ሚእቲ ወይ ከዓ ሓሙሽተ ሚእቲ እናደበርኩ ውላድ ክተዕቢ ርብች ከዓ ደብ ግበር ግናዊ ህይወት ዓብዪ ትምህርቲ ንምሃር ከም ዘለና ደቂ ኣንስትዮ ሓተይ በተለይ ብእውነት ኩሎም ወዳት ማዕረ ይኮኑ እዮም መብዛሕትኦም ከምዚ እዮም በቃ እስኻ ዝኾነ እንተኾይንኻ ካባኻ ዝሐሸት ወይ ከዓ ካባኻ ዝበለፀት ክረኽቡ ከለዉ ካባኻ እዮም ዝርሕቑና እስኻሲ ሰብ ትኾነ ይመስሎም እንድሕር ሳት ምርሕቖም ግን ከዓ ኣንሕና ጠንካራታት ኮይንና ክንሪኦም ኣለና እምበር ድድሕሪኦም ናኸድና ክንበኪ ናብ ብርግጽ እሳቶም ብሂወትና እዮም ዝጫወት ዘለዉ ብጣዕሚ እዩ ዘናደካ ብጣዕሚ ዘባሳጨካ ግን ከዓ ናይ ምንም ክትገብር ኣይትኽእልን ኣብ ሂወትና ሲ ተሓጊስና ብቻ ነዚ ነገራት እዚ ክንሰግሮ ዘለና እምበር ከምዚ ቲቲ ናኸደት እትረኽቦ ዘላ ተኾይኑ ብጣዕሚ ይንዕቑና ብጣዕሚ እዮም ዝርሕቑና እምበር ምንም ዝቐርቡና ነገርሲ የብልናን ማለት እዩ እንተዳኒ እግዚኣብሔር ያብካ ማለት ምርድዳእ ምሕሳብካ እውን ቃላት ጌርካ ብናይ እግዚኣብሔር ቃላት ጌርካ ክትምህሮ ሞኪርካ ንሱ ግን ዝመሃረ ይመስልን ቤተሰብ ማለት እዩ እና ናይ ለማዓንቲ ቢዴ እዚኣ እያ ትመስል ነይራ ማለት እዩ። ይቅርታ ከዓ ናይ ድምፀይ ሰዓሪ ሒዝኒ ስለ ዘሎ እየ። ኣብ ቀፃሊ ቪድዮ ክሳብ ንራኸብ ሰሰናይ ንዓኹም ላይክ ሸር ምግባር ኣይትሕመቁ ባይ ባይ